እንቋዕ ረኸብኩኻ እንቋዕ ረኸብኩኻ ንሻሕ ዓዲ መካ ዲኻ እዋ እሞ ፅባሕ ሰንበት ክምርዓየ ምስ መን ምስ ራሄ መን ራሄ
ራሄል ተፍቃሪተይ ውይ ድኻ እንዲያ እሳ ደኣ ድኻ ትኾን በተ ክትኾን ስብለካ ኣለኹ ኣነ ንዓያ እምበር ንጅባ ኣይኮንከን ኣፍቂረ ኣንታ እሞ ገንዘብ እኳ ኣገዳሲ እዩ ኣብ ሓዳር መን ኢሉ ፍቕሪ ብገዳሲ ብሓዳር እብለካ ኣለኹ ኣብ ምንታይ ኮንኳ እሞ ክትፈቐር ኣብ ጎልጎል ፍቕሪ እኮ ፅጋብ የድልዮ ገንዘብ የድልዮ ኣብ ሳሎን ኮንካ ትፋቐረን ኣብ ድኳ ኮንካ ትፋቐረን እፈላለ ኣንታ እንታይ ኢኻ ትኸውን ዘለኻ ከምዚ ምስ ተራኽባዮም ኣቦታትና ካብ ሰብ ዝደሊ ከም ሳእ ንበሊ ድበልዋ ስኻኻ ጥራይካ ክትተርፍ ኢኻ ብለካ ኣለኹ ኣነ ደኣ ምስ መን ዘዝምርዖ ዘለኹ ምስዛ ሃብታም ጓል ገዛውትና ጓልዛይ እታ ሃፍታም እዋእ እዋእ እማ ሃብታ ኢኻ ደሊኻ ልብስካ እባ ብላህ።
ኣንታ እንታይ ኢኹም ትኾኑ ደለኹም እንታይ ኢኹም ትኾኑ ደለኹም ብቀዳማይ ንሀልካ ትማሊ ትማሊ ድኾኑ ደሎ እወ የናስ ረኺበዮ እቲ ወዲ ገዛውትና ምስ ሓንቲ ሃብታም ክምርዖ እየ እልኒ። ኣኣ ሰምሃር ረኺበያ ሎሚ ዓንቲ ሕጂ ሕጂ ቅድሜኻ። ኣብ ናትካ ዓለት ኣብ ናተይ ማለትየ ምስ ሓደ ካብ ኤሮጳ ድመጽ ክምርኣየ ኢላትኒ። ኢልናካ እኳ ኢና ኩሉ ሰብ እዩ ጎሪሑ ንስኻ ጥራሕ ኢኻ ተሪፍካ። ማራ እተን ድኻታት ከመን ኣልዕለን? ባዕለን ይፈልጣ ክንዲ ሽሕ ፈሊጠለን እንዴ ባዕለን ይፈልጣ እንታይ ድኣ ወላ ኣርጋን እንታይ ኮንካ ሕምም ትፈልጥ ከኣ ስማዕ ኣነ ነግረካ ኣለኹ

ሓንሳብ ሓንሳብ ኣይነፀረለይ ኣይነፀረልካ ድገመለይ ከም ብዓዲሽ እወ በል ሓዝ እስኪ እንታ ኣይትቋፅር ሳልስቲ ክደግመልካ ክነግረካ ዓኒ ምሽ እወ በል እስካ ሓዝ ህራይ ሓዝ ሕራይ ንሳሲ እታ ኣሕማተይ ትኾነኒ ዝብለካ ዘለኹ ብጣዕሚ ሃፍታም እያ እታ ኣነ ፈቴያ ዘለኹ ኸኣ ንሳ ጥራሓ ጓላ ሕጂ ይብለካ ኣለኹ ኣነ እወ ንሳሲ ኣነ ምስኣ ምስታ ጓላ ተጸጊዐ ኣለኹ። ሕጂ ንስኻን ኣቦኻን ቅድም ምጹኒ ኢላ መልእኽቲ ሰዲዳ። መን ኣዲኣ ዋእ መን ድኣ ቁላማና እባ ንግርምሽ ቀኒካ ከም በዓል ፊሽ ወይ ኣቦይሲ። እዋይ ኣብኡ ከለኹ ከኣ ክነግረካ ሕረ። ዝኾነ ትሕዞ ከም ዘይምልከት ነጊራ ነጊራ ኣንታ ክንዲ ሽሮወደይ ኣይ ጎቦ እንዲኻ ደኣ ጸጊዕካኒ ኣይ ጎቦ ኣቦ ኣብ እምባ ኣራጺመካ ኣብ እምባ። ጎቦ እምባ እየ እምባ ናይ ጸጊዕካ ብሓቂ ንዓበል ደይብ

ኣዚኹም ከኣ ንኣሽቱ እንዲኹም ዘለኹም ታይ ጸገም ኣለዎ ዝወደይ ዋሕዲ ገንዘብ ዝባሃል ስለ ዘየለ ሽሻይ መሊእኒ ዘሎ። እህህ እህህ ዘልየና ዘሎ ቤተሰብ ስድራ ሻሕሻሕሻሕሻሕ ክንብል እህህ ኣብዚሕኩም ትወልዱ ዞም ደቂ ሕጂ ከኣ ኣብዚሕ ኣቢልኩም ትወልዱልና። ታይ ጸገም ኣለና ንሕና ደኣ ጥራሕ ገንዘብ ይሃሉ እምበር ታይ ኣለና ንሕና ደኣ ወላ ዓሰርተ ነብጻሕ ዓሰርተ ዓሰርተ ኣብዚሐዮም ዶ ናይ በለጽ ጌርናያ ደሓን ወላ ሓሙሽተ ከኣ ንግብሮም። ክንደይ ድዩ ዕድሜኻ ዝወደይ? ዕስራ።
እሞ ማዕረ ኢኹም እዛ ጓለይ እዋእ ገና ንእሽተይ ዲኻ ደኣ ዘለኻ። መግርም እ ስጋ ኣብ ከባቢ ደቂ ኣርብዓን ሽዱሽተን ደሎ ሓምሳ ዘሎ እዛ ጓለይ ከኣ ፈራይት ጸጋይት እንድያ ማርያም ኣስመረይቲ ምስ ወዳ ተለጊሳትልናሲ ማንታ ማንታ ማንታ ማንታ ክትበኩም እንድያ እ ሰላሳ ትኣቱ ሰላሳ እንታይ ሰላሳ ወይ እንታይ ከምኡ ሰላሳ ደልያ ኣነሲ እ ሰላሳ ትበጽሑ ዝወደይ ጸገም ኣለዎ ድዩ እሞ እንታይ ጸገም ኣለዎ

ኣንተ ንማማ ዛይ ክንድኦም ደኣ ንምንታይ ድዮም ደሊክንኦም። ሓድጌ ወይለካ ኣነ ሓድጊ እዚ ዝመስል ገዛ እዚ ሪኢኻ ኢኻ ኣቲ ጀራዲን እቲ ዕንበባ እተ መዘናግዒ ናይ ህጻናት ናይ ዓባይቲ ሪኢኻ ኢኻ መስለኒ ዝወደይ እህ ኣያይ ከሪኤኩም ንዑና ይረእይዎ ሲ ደቂ ጓለይ ክምድሌቶም ኣብዚ ክምድሌቶም ክሰራሰሩ ኣነ እሱ እዩ ባህገይ እሱ እዩ ድሌተይ ከምኡ ትምኒተይ ትወደይ። ማኦ ክንድኦም ደኣ ሓድጊ ዘይኮኑ ሰራዊት ኳዕ ክንጠልብክን ሰላሳ ሰራዊት ኳዕ ክንጠልብክን ገለ ዶ ጸላእቲ ኣለዉክን ኮይኖም። ዋይ ጓል ግራዝማች ትፈልጠኒ ዲኻ እዋ ሕተት ካብ ጫፍ ገዛውትና ክሳብ ኘው ሹቕ ታሕቲ ከተማ ተዲኻኒ ኣነ ፊኖ ጓል ኣስመራ እየ ንዓይ ደይፈልጥ ሰብ ከኣ የለን እንትርፎ ፈታዊ ከኣ ጸላኢ የብለይን ማማ ኣይትሕረቃ እባ ኣይትሕረቃ ኣነ ክረደኣክንሲ ሳላሳ ክንብል ኮለናሲ ክርደኣና ክበርሀልና ምሳና ተሓዊሶም ሓዝን ከባቢ ኣርባዕተ መኣዲ ንኸውን ኣለና።
ደሓር ኣብ ምሕደርኦም፣ ኣብ ኣብ መሻርፎም፣ ኣብ መግቦም ማለተይ፣ ኣብ ምሕደርኦም ጸገም ኣየምጸልና። ንዓይ ይጸግመኒ።
ኣስማቶም ውን ክድገመና ይኽእል እኮ እዩ። ባዕለይ ኣለኹዎ።
ኣስማቶም ድኣ ወሊድካ ርኣ ተኾይኑ እዩ ዝድገመካ። ኣስማት ምልክት ንገብረሉ። ማናቱ ቁጽሪ ሓደ፣ ማናቱ ቁጽሪ ክልተ፣ ማናቱ ቁጽሪ ዓረብ ወ። እዚካ ዶ በበሊዕኩም ጥራይ ውረዱ በበሊዕና ክንወልድ በቃ ከማይ ደልዩ ዘለኹ ኣነ ሻሕ ክትብሉለይ ኣታ በበሊዕና ክንወልድ ደኣ ሰባት ዶ ኣይኮናን ደርሆ ላንድ ዲና። ዋእ እቲ ቆልዓ እንተ ከመይ ድዩ ቀዲድዎ ጸጉረይ ደሓን ድዩ ኣይፈለጠንን ዘሎ ኣይፈለጠንን ኣታ ክንዲ ሽሕ
ክንዲ ዝደለኻዮ ዕድመ ንዓይ ዝደፍረኒ ሰብ ዘይብለይ

ኢልካ ጠምት ቄኖ ከይሕዘካ። ኣታ እዚ ዕርጉን እዩ። ናይ ምምንታይ ዕርጉን መንግስተ ሰማያት።
ሕጂ ከኣ ጠቅ ኢልካ ይተሃወኽ step by step ሎሚ እዚኣ ጽባሕ ሓራ እ ጎቦ ኩን ጎቦ ኩን። ስማዕ ኣቦ ክስታይ ካብ እዚኣ ምስ መጻና ኣብዚኣ ኢካ ትድቅስ ቀትሪ ቀትሪ ተቅርብ ስነኻን
ኣብ ደገ ኸኣ ትውዕል ተን ተኽሊ ኸኣ ትካናኸን ጽቡቕ ቆልዑ ኸኣ። ስማዕ ኣቦ እዚ ክትበልዖ ዝጸናሕኩ ኩሉ ሰብ ፈቒዱ እዩ፣ ልዕሊ ክልተ ዕጽፊ ናይ ገዛና ከፊልካ ኣለኻ። ብዓንደ ርእሱ ጸብሒ እውን ፍልይ ዝበለ እዩ። ይሓልወካ፣ ጸገም ከይተምጽእ፣ ከይንኸፍእ። ደሓን ዝወደይ፣ እዚ ንነዊሕ ግዜ ከካይደና እዩ ከምዚ ናይ ገመል። ዋእ ግደፍ ከይንበላሾ ከይተሕፍረኒ። እዛ ጸብሒ እኮ ኣነ እየ ሰሪሐያ ጥዕምቲ ዶ? እወ እወ ብጣዕሚ ጥዕምቲ። ወሓለ እያ ጓለይ ሓፍቲ መርዓ ውዕል መዲቡ ዶ? ማይ ዶ ከልሐልኩም?